ሰላም ሰላም ትሉ ናይ ወትሪ ትምኒተይ ኣብ ናይ ሎማዓንቲ ቪድዮ ፍልይ ዝበለ ካብቲ ኣነ ኣብዚ ቻነል ዘቕርቦ ናይ ፕሪቫት ህይወተ ሸር ክገብረኩም ኣብ ናይ ሎማዓንቲ ቪድዮ ምስ ስድራይ ካብቲ ዝቕመጠሉ ዓዲ ውፅእ ኢልና ናይ 119 ኪሎ ሜተር ይኸውን ርሕቐቱ ማይ ዘለዎ ባሕሪ ዘለዎ መራክብ ፍሉይ ዝኾነ ተፈጥራዊ ዘለዎ ወፂና ሓዱሽ ነገር ንክንርኢ እዛ ቪድዮ ዝሰርሓ ዘለኹ ስለዚ ኣብዚ ሸር ክገብረኩም ደልየ ዘለኹ ወይ ኣብዚ ከመሓላልፎ ደልየ ዘለኹ ክኢላታት ከም ዝሕብርዎ ወይ ከም ዝብልዎ እንድሕር ዳኣ ተኮይኑ ንሕና ካብቲ ንቕመጠሉ ዓዲ ወይ ካብቲ ንነብረሉ ወፂና ናብ ካልእ ክንከይድ ከለና ይብሉ ማለት እዩ ነብሲ ተኣማንነት ናትና ሓደ ኣገዳሲ ከም ዝኾነ እዮም ዝሕብሩ ማዕረ ማዕረ እውን እቲ ናትና ሓደሽ ነገራት ናይ ምፍጣር ሓንጎልና ወይ መንፈስና ከምኡ ድማ ስምዒትናን ደስታን ባህታን ንክስማዓና ስለዚ ካብቲ ዓንኬል ንስኻ ትፈልጦ ወፂኻ ትኸይድ ስለ ዘለኻ ስለዚ ንኩሉ ነገር ናትካ ፅቡቅ ከም ዝኾነ እዮም ዝሕብሩ ስለዚ ኣብቲ ግዜ ዘለና በይንና ክኸውን ይኽእል ምስ ስድራና ክኸውን ይኽእል ወፂና ከምዚ ፅቡቅ ዝኾነ ተፈጥራዊ ዘለዎ ሓደሽ ነገራት ንክንርኢ ሸር ክገብረኩም ወይ ከዓ ማዕረ ክንደይ ኣገዳስነት ከም ዘለዎ እየ ከመሓላልፍ ደልየ ስለዚ እዚ ክብለኩም እንከለኹ ግን ድሕር ደኣ ኣብቲ ግዜ ናብ ከተማ ብዙሕ ሰብ ዘለዎ ጫውጫውታ ዘለዎ ካብ ንኸይድ እንታይ ደኣ ከምዚ ተፈጥራዊ ዝኾነ ፅቡቕ ዝኾነ ነገር ከይድና ክንርዕን ንሓንጎልናን ንመንፈስናን ከምኡ ድማ ነተሓስፋና ፅቡቕ ስለ ዝኾነ ካልእ እቲ ናትና ጸቕጢ እሽትረስ ከምዚ ጌርና ክነፋኹሶን እቲ ክብደትና እንድሕር ደኣ ክነውርዶን ተዘይክኢልና ማዕረ ማዕሪኡ መዓልታዊ ጸቕጥን ሽትረስን እንድሕር ደኣ ትእክብ ተኾንካ ጊፍት ወይ ሓደ ሓደገኛ ክኸውን ስለ ዝኽእል ንጥዕናና ከምዚ ጌርና እሽትረስናን ወይ ጸቕጥናን ክነፋኹስ ንኽእል ኢና። ኢለ እየ እዛ ቪድዮ ዝሰርሓ ዘለኹ። ነዚ ቻነልና ከኣ ምእንታን ክዓቢ ሳብስክራይብ ከምኡ ድማ ኮመንት ናትኩም ሃነጽቲ ርእይቶታት ክትገድፉልና ላይክ ሸር ክትገብሩ ከኣ ብኽብሪ ይዕድመኩም። ሓውኹም ግርማይ ኣብ ካልእ ግዜ ብኻልእ ክሳብ ንራኸብ ድሕሪ ደኣ ከምዚ ዓይነት ትደልዩ ተኾንኩም ቪድዮታት ከኣ ክሰርሕን ከዳሉን ኣብ ናትከ ኣብ ናት ኣብቲ ኮመንት ግደፉለይ ኣብ ካልእ ግዜ ብኻልእ ክሳብ ንራኸብ ደሓን ኩኑ ቻው ቻው።